ሰላም ጥዕና በልና ክቡራት ተኸታተልቲ መረብ ኒውስ ሎማዕንቲ እውን ከምቲ ልሙድ ሓደሽቲ ሓበሬታት ካብ ዝተፈላለዩ ከባብታት ሒዝናልኩም መፂና ኣለና ክሳብ መጨረሻ ምሳና ክትፀንሑ እናተላቦና ድማ ሎማዕንቲ ንሪኦም ዋና ነጥብታቶም ከዘኻኽረኩም ኩነታት ምዕራብ ትግራይ ዝምልከት ካብቲ ከባቢ ዝበፅሐና ሓበሬታ ኣሎ። ምንቅስቓሳት ፀላእትን ምድላዋቶምን ዝምልከት እውን ኣርምታት ሰብዓን ኣርምታት ዓሰርተ ሰለስተን ኣብቲ ከባብታት ምዕራብ ትግራይ ሙሉእ ዝፈጠረኦ ፅዕንቶን ኣሎ። እዚ ብዝርዝር ክንሪኦ ኢና። ናይቶም ኣብኡ ዘለዉ ወረርቲ ሓይልታት ምንቅስቓስ እንታይ ይመስል፣ እንታይ ዓይነት ምድልዋት ኣለዎም፣ እተን ብ ዙርያ ምላሽ ዘለዋ ኣርምታት ሰብዓን ኣርምታት ዓሰርተ ሰለስተን ድማ እንታይ ዓይነት ምድላው ገይረን ኣለዋ ብርግፅ ንሰራዊትና ብዘይነክ መልክዑ እቲ ዘሎ ሓድሽ ሓበሬታ ናባኹም ክነብሎ ኢና ሃንደበታዊ መጥቃዕቲ ኣብ ልዕሊ ብልፅግና ተኻይዱ ኣሎ እቲ መጥቃዕቲ ኣበይን ብመንን ከም ዝተኻየደ ብዝርዝር ክንሪኦ ኢና ነዚ ስዒቡ ድማ ኣብ ሓይልታት ጽምዶ መጥቃዕቲ ንምኽፋት ምድላዋቶም ወጊኖም ከምዘለውን ብልጽግና ድማ ነዚ መጥቃዕቲ እዚ ይዳለውሉ ከምዘለውን ዝበጽሓና ሓደ ሓዱሽ ሓበሬታ ኣሎ እዚ እውን ናባኹም ክነብሎ ኢና። ዓወታት ሰራዊት ሱዳን ዝምልከት ሓደሽቲ ሓበሬታታት ረኺብና ኣለና። በዚ መሰረት ድማ ካብ ክልል ኮርዶፋንን ዝተፈላለዩ ከባብታት ብሉ ናይልን ጀሚሩ ክሳብ ዶባት ጫድ ዝተዘርግሐ ኩናት ኣሎ። እዚ ሰራዊት መንግስቲ ሱዳን ድማ ዓበይቲ ዓወታት ኣብ ዝተፈላለዩ ከባብታት እናሓፈሰ ከምዝርከብ እቲ ዝወፅ ዘሎ ሓበሬታታት የመላኽት ኣሎ። ክቡራት ተኸታተልቲ እዚኣቶም ዝርዝር ብዝበለን መርትዖ ብዘለዎን ኣገባብ ክነቕርበልኩም ኢና። ኣብ ዝተፈላለዩ ከባብታት ድማ ሓደሽቲ ምዕባለታት በብእዋኑ ይምዕብሉ ሰለዉ ስለ ዘለዉ ኩሉ ናብ ህዝብና ንክበፅሕ ሼር ምግባር ኣይትረስዑ ክቡራት ተኸታተልቲ። ከምኡ ድማ ሳብስክራይብ ዘይገበርኩም ተኾይንኩም እውን ሳብስክራይብ እናገበርኩም ቤተሰብ ኩኑ ክብለኩም ይደሊ። ሕዚ ናብቲ ካብ ሑመራ ዘግነናዮ ሓዱሽ ሓበሬታ ከሕልፈኩም እየ። ኩነታት ምዕራብ ትግራይ ዝምልከት ካብቲ ከባቢ ዝበፅሐና ሓበሬታ ኣሎ። ምንቅስቓስ ፀላእትን ምድላዋቶምን ዝምልከት ከምኡ እውን ኣርምታት ሰብዓን ዓሰርተ ሰለስተን ኣብቲ ከባብታት ማለት እውን ኣብቶም ወረርቲ ሓይልታት ምዕራብ ትግራይ ዝፈጠርኦ ዓብዪ ፅዕንቶ ኣሎ። እዙይ እንታይ እዩ? ኣብ ምዕራብ ትግራይ ሙሉእ ብሙሉእ ከም ዝፍለጥ ንዓመታት ዝኣክል እቲ ናይ ርስቲ ናይ ትግራይ ግዝኣት ዝኾነ ብወረርቲ ሓይልታት ተጎቢጡ እዩ ዘሎ። እዞም ወረርቲ ሓይልታት እዚኣቶም ድማ በብእዋኑ ነናይ ባዕሉ ነናይ ባዕሉ ዝኾነ ምንቅስቓሳት ክገብሩ ይረኣዩ እዮም። ኣብ ሰዓት እዙይ ዝገብርዎ ዘለዉ ምንቅስቓሳት ግን ካብቲ ናይ ቅድሚ ሕዚ ዝነበረ ምንቅስቓሳት ፍልይ ዝበለ ከም ዝኾነ እዩ እቲ ካብቲ ከባቢ በፂሑና ዘሎ ጭቡጥ ሓበሬታ ኣመላኺቱ ዘሎ። ክቡራት ተኸታተልቲ እዚ ምድላው እዚ እንታይ እዩ? ሰራዊት ትግራይ ብኹሉ ኣንፈት ኣሎ። ብኹሉ ኣንፈት ድማ ምድላዋቱ ወጊኑ እዩ ዘሎ። ብኹሉ ኣንፈት ድማ ሓይልታቱ ኣኽቲቱ ዘለዎም ኩሉ ነገራቶም እቲ ንቲዲኤፍ ከጠናኸር ዝኽእል ነገራት ኩሉ ሰሪሖሞ እዮም። ኣብ ምስራሕ እውን እዮም ዝርከቡ። ስለዚ ድማ ኣብ ቀረባ ግዜ ኩናት ክኸፍቱልና እዮም ዝብል ዓብዪ ዝኾነ ራዕዲ እዩ ተፈጢሩ ዘሎ። ክቡራት ተኸታተልቲ ኣብ ሑመራ ማለት እውን ኣብ ሙሉእ ምዕራብ ትግራይ ኣብቶም ዘብዒ ተከዘ ተባሂሎም ዝጽውዑ በቲ ኮነሬል ደመቀ ዘውዱ ዝበሃል ሰብኣይ ዝምርሑ ሰባት ዕጡቓት እዞም ዘይሕጋውያን ዕጡቓት ወረርቲ ሓይልታት እዚኣቶም ሕዚ እውን በብእዋኑ ስልጠና ይወሃቦም ኣሎ። እዚ ስልጠና እዚ እንታይ እዩ ዝብል ክቡራት ተኸታተልቲ፣ እዚ ስልጠና እዚ ኣካላዊ ስልጠና ማለት እውን ናይ ፊዚካል ናይ ወታደራዊ ስልጠናን ናይ ሳይኮሎጂካል ስልጠናን እዩ ዝውሃቦም ዘሎ በብእዋኑ እዚ ስልጠና እዚ ኣብ ክልተ ዝኸፈልናሉ ምክንያት እንታይ እዩ ክቡራት ተኸታተልቲ ሓደ እቲ ወታደራዊ ስልጠና ማለት እዞም ዘብዒ ተከዘ ዝበሃሉ በብእዋኑ ክስልጥኑ በብእዋኑ ክዕለሙ እቲ ናይ ወታደራዊ ኣቋሞም ንኸይወርድ ተባሂሉ ዓብዪ ምድላዋት ክገብሩን በብእዋኑ ድማ ናይ ሓይልታቶም ምቁፅፃርን ሓይልታቶም ናይ ምዕባይን ስራሕትታት ንኸሰርሑ ከምኡ እውን ከባብታት እውን በብዝተፈላለዩ ከባብታት እናተፈላለዩ ከም ብሓዱሽ ኣብቲ ከባቢ ዘሎ ነገራት ከይላመዱ ተባሂሎም በብከባቢኡ ይፈላለዩ እዮም። ካብቲ ከባቢ ዝተውፃእፁ ምልሻሃት እዮም። ብርግፅ ግን እቶም ዘብዕተከዘ ዝበሃሉ ብዙሓት ዓይነት ጥርቅምቃም ዝኾኑ ሓይልታት ዘካተተ እዩ። ስለዚ ድማ በብግዚኡ ካብ ቦታ ናብ ቦታ ይፈላለዩዎም ኣለዉ ክብረት ተኸታተልቲ ብፍላይ ኣብ ሰዓት እዚ እየ ዝብለኩም ካብ ዝተፈላለዩ ከባብታት ናብ ዝተፈላለዩ ከባብታት ናፍቲ ናፍቲ እዮም ዘብልዎም ዘለዉ ምስቲ ናይ መከላከያ ሓይሊ ሓዊሱ ንኣብነት ኣብ ዝሓለፈ ነጊርናኩም ዝነበርና ካብ ከባብታት ናይ ዓዲ ጎሽን ናይ ኣደባይን ከባብታት ናብ ናይ ዳንሻ ከባብታት ከም ዝወሰድዎምን ኣርሚ ሰብዓ ድማ ንመጥቃዕቲ ድልውቲ ኮይና እያ፣ ስለዚ ሓደ ኣብ ዘይተፈለጠ ኣብ ዘይተገመተ ግዜ ክተጥቅዐና ስለ ትኽእል ንዕኡ ንምክልኻል ተባሂሉ ካብ ዓዲጎሽን ካብ ኣደባይን ዝነበሩ ናብ ከባቢታት ዳንሻን ማይካድራን ከም ዝወሰድዎም ከምኡ እውን ናብ ጫፍ ናብቲ ናይ ጫፋት ዓብዲ ራፍዕ ዝበሃል ከባቢታት ካብ ዝወሰድዎምን ዝበፅሐና ሓበሬታ ኣመላኺቱ ነይሩ። ሕዚ እውን እቲ ምንቅስቓስ ንሱ ከም ዘሎ ኮይኑ ኣብ ዝተፈላለዩ ከባብታት ናይ ኣምሓራን ናይቲ ኣውደ ዓብደራፊዕ ዝበሃል ከባብታት ናይ ኣምሓራን ኣብ ዝተፈላለዩ ከባብታት ናይ መተማ ከባብታትን ዝነበሩ ናይ መከላከያ ሓይልታት ድማ ናብ ምዕራብ ትግራይ ንክኣትዉ ተገይሩ ኣሎ ኣብዚ ሰዓት እዚ ክቡራት ተኸታተልቲ እዚ ጭቡጥ ሓበሬታ እዚ ሕዚ እውን እቶም ፀላእተው ዘለዉ እቶም ወረርቲ ሓይልታት እቶም መሬትና ጎቢጦም ዘለዉ ርስትና ጎቢጦም ዘለዉ ሓይልታት በብእዋኑ ዝገብርዎ ዘለዉ ምድላዋት ዘርኢ እዩ እዚ ሕዚ እውን ንቲዲኤፍ ገዛዕዮ ክኾኖ ዝግባእ ስራሕ እዩ ቲዲኤፍ ሕዚ እውን ዋሕስ ህዝቢ ትግራይና እዩ። ቲዲኤፍ ሕዚ እውን ትሕቲ ፈጣሪ ትግራይ ኣለኒ ትብሎ ተስፋ እዩ። ንህዝባን ንግዝኣታን ከምልስ ትኽእል እቲ ተፈናቒሉ ፈቕዶ ኣብ ኬንዳ ዝመውት ዘሎ ህዝቡ ክምልስ ዝኽእል ሰኣን መድሓኒት ሰኣን ምግቢ ዝመውት ዘሎ ህዝቢ ውሕስና ክህቦ ዝኽእል ኣብ ትሕቲ ፈጣሪ ሕዚ እውን ፅላላ ቲዲኤፍ እዩ። ሰራዊት ትግራይ ሕዞም ክብረት ተኸተልቲ ስለዚ እዩ ድማ ቲዲኤፍ ብኩሉ ከባብታት ክሰጣጠም ከሎ ምድላዋቱ ክገብር ከሎ ኣርሚ ሰብዓ ከምዚ ኢላ ክትጠናኸር ከላ ከም ትሪእዎ ዘለኹም ኩሉ ግዜ እዞም ጸላእቲ እዚኦም ሕዚ እውን ሕማም ርእሲ እያ ኮይናቶም ዘላ ኣርሚ ሰብዓ ኣርሚ ዓሰርተ ሰለስተ ከዓ ተወሲኻቶም ሕዚ በቃ ኹሉ ግዜ ስራሕቶም ገምጋማቶም ብዛዕባ ምዕራብ ትግራይ ብዛዕባ ቲዲኤፍ እዩ ክቡራት ተኸታተልቲ ብዙሕ ግዜ ካብ ሑመራ ይበፅሐና እዩ ብዙሕ ግዜ ምንጭታት ኣለውና ክቡራት ተኸታተልቲ ካብቶም ምንጭታትና ዝበፅሐና ሓበሬታ ድማ እንታይ እዩ ኣብቲ ከባቢ ዘለዉ እቶም ወረርቲ ሓይልታት ኩሉ ግዜ ምስ መከላከያ ምይይጥ የካይዱ እዮም እንታይ ዓይነት ገምጋም የካይዱ እዮም፣ እንታይ ዓይነት ምንቅስቃሳት ይግበር ኣሎ፣ እንታይ ዓይነት ምዕባለታት ኣሎ፣ ናይ ኣርሚ ሰብዓን እተን ዝተፈላለያ ኣብ ዙርያ ምላሽ ሑመራ ዘለዋ ናይ ሰራዊት ትግራይን ከምኡ እውን ናይ ሰራዊት ኤርትራን ምንቅስቃሳት እንታይ ይመስል እናበሉ ኩሉ ግዜ እዮም ገምጋም ዘካይዱ ዝብል ሓበሬታ እዩ በፂሕና ዘሎ። እዚ ገምጋም እዙይ ስዒቡ እዩ ድማ ሕዚ እቶም ፀላእቲ እዚኣቶም ሕዚ እውን ሙሉእ ምድላዋቶም ክገብሩን በቦትኦም ክሕዙን ዝተፈላለዩ ቦታታት ዝተፈላለዩ ሓደሽቲ ዕጡቓት ክውሰኽዎም ከም ዘለዎን ሪፖርት ገይሮም ኣለዉ ምስ መከላከያ ኣብ ዝሓለፈ ምስ ሓደ ጀነራል ላዕለዋይ ጀነራል ናይ መከላከያ ሓላፊ ኣኼባ ገይሮም ነይሮም እዚ ኣኼባ እዚ ድማ ብኮነሬል ደመቀ ዘውዱን ብሓደ ጀነራል ናይ ኢትዮጵያን ዝተመርሐ እዩ ነይሩ እዚ ኣኼባ እዚ እንታይ እዩ ዝብል ኣርሚ ሰብዓ ሓዊሱ ዝተፈላለያ ኣርምታት ናይ ሰራዊት ትግራይ ኣብ ዝሓፀረ ግዜ መጥቃዕቲ ንክኸፍታ ተዳልየን ኣለዋ ዝብል እዩ ግልፂ ቃል ብቃል ዘቐመጥዎ እዩ እዚ ምንም ዝተቐነሰ ነገር የብሉን ዝተወሰኸ ነገር የብሉን ክቡራት ተኸታተልቲ ስለዚ እዩ ድማ እቲ ናይ ፀላእቲ ራዕዲ ፈጢሩሎም ኣሎ ንብለኩም ዘለና እውን ነዚ እዩ እቲ ኣርሚ ሰብዓ ትገብሮ ዘላ ምንቅስቃሳት ሕደግዎ ኩሉ ግዜ ሕማም ርእሲ እያ ኮይናቶም ዘላ ኣርሚ ዓሰርተ ሰለስተ ከዓ ተወሲኽዎም ሕዚ ከምኡውን እቶም ብውሽጢ ተከዘ ብ ኣብ ውሽጢ ትግራይ ዘለዉ እቶም ኣርምታትና ድማ እቶም ጀጋኑ ሰራዊት ሓይልታት ትግራይ ድማ ሕዚ እውን ኣብ ልዕሊ ፀላኢ ዓበይቲ ዝበሃሉ ራዕድታት ይፈጥሩ ኣለዉ ብርግፅ ሕዚ እውን ምዕራብ ትግራይ ኣብ ቀረባ ግዜ ከም ዝምለስ ሰራዊት ትግራይ ሕዚ እውን ኣብ ቀረባ ግዜ ህዝቡ ሒዙ መንግስቱ ሒዙ ምምሕዳሩ ሒዙ ናብቲ ከባቢ ከም ዝኣቱ ርግፀኛ እየ እንተኾነ ግን ክሳብ ሽዑ ግን ዓበይቲ ክግበሩ ዘለዉ ምድላዋት ኣለዉ ቲዲኤፍ ክገብሮም ዝግብኦም ምድላዋት ኣለዉ ናይ ሓበሬታ ምስብሳብ ክኸውን ይኽእል እዩ። ካልኦት ናይ ኢንተሊጀንስ ስራሕትታት ዝሓቱ ብጣዕሚ ብዙሓት ኣፖርቹኒቲታት እዮም ተፈጢሮም ዘለዉ ሕዚ ኣብ ሑመራ። ኣብ ሑመራ ሓደ ዓይነት ኣቋም የለን ኣብቲ ኣብቲ ህዝቢ ኮነ ኣብቲ ኣብኡ ዘሎ ግዝያዊ ዘይሕጋዊ ወራር ምምሕዳር ስሩዕ ዝበሃል ምንቅስቓስ ዝግበረሉ ነገር ኣይኮነን። ሓድነት ዘለዎ ምምሕዳር ኣይኮነን ተብኡ ዘሎ ክቡራት ተኸታተልቲ። ስለዚ ድማ እቲ ኣብ ትግራይ ዘሎ መሪሕነት ሕዚ እውን ስንፍና እናጥቀዖ ስለዝኾነ እዩ እምበር ኣብቲ ከባቢ ዓብዪ ዝበሃል ናይ ኢንተሊጀንስ ስራሕቲ ክትሰርሕ ትኽእል ኢኻ። ዝተፈላለዩ እቶም ኣብኡ ዘለዉ ዕጡቓት ጥርቅምቃም ዕጡቓት እዮም። ነናይ ባዕሎም ኣቋም ኣለዎም። ሓደ ግዜ ይፈርሱ፣ ሓደ ግዜ ይደራጀው፣ ሓደ ግዜ ናይ ብዙሕ ዓይነት ሕቶታት እዩ ዘለዎም። ክቡራት ተኸታተልቲ እሞ ከዓ ሕዚ ምስቲ ናይ ክልል ኣምሓራ ዘይምትእምማን ምስቲ ናይ ፋኖ ቁርፂ ዝመስል ዓይነት ውሳነታት ምሕላፍ ገለመለ ተተሓሒዙ ዓበይቲ ዝበሃሉ ምጥርጣራትን ምክፍፋላትን ተፈጢሮም ከም ዘለዉ እዩ እቲ ካብቲ ከባቢ ዝበፅሐና ሓበሬታ ዘመላኽት ዘሎ ክቡራት ተኸታተልቲ እቶም ኣብኡ ዘለዉ መሪሕነታት ናይ ግዝያዊ ናይቲ ዘይሕጋዊ ወራሪ ምምሕዳር ድማ ኣብ ባህር ዳር ከይዶም ብዙሕ ግዜ ስልጠናታት ይወሃቡ እዮም በቲ ናይ ኣምሓራ ብልፅግና ማለት እዩ ስለዚ ድማ ነዚ ነገር እዚ ሕዚ እውን ብዙሕ ምድላዋት ክግበር ይግባእ። ኣብ ትግራይ እቶም ሰራዊት ትግራይ እውን ካብዚ ከባቢ እዚ ዓበይቲ ናይ ኢንተሊጀንስ ስራሕትታት ክሰርሕ ይግባእ። ብርግፅ ባዕሎም ይፈልጥዎ እዮም እቶም ዘለዉ ናይ ቲዴፍ መራሕትና ሕዚ እውን ኩሉ ዝኸውን ዘሎ ነገር ይፈልጥዎ እዮም። እቲ ሓበሬታ እውን ፍለው ይገብር ይኸውን እዩ ኢለ ተስፋ ይገብር። ተዘይ ኮይኑ ግን ሕዚ እውን ናብ ኩሉ ህዝብና ንክበፅሕ እዚ ሓበሬታ እዚ ሼር ግበርዎ። ምክንያቱ እቶም ፀላእቲ እዚኣቶም ሕዚ እውን በቢመዓልቱ ምድላዋቶም ዝገብሩ ዘለዉ በቢመዓልቱ ምስ መከላከያ እናተሓባበሩ ከም ዝፍለጥ ኣብ ዝሓለፈ እቲ ኮነሬል ደመቀ ዘውዱ መከላከያ እዩ ዝድግፈና ንዓና ንዘብዒ ተከዘ ብመከላከያ ዝተደራጀና ኢና ንሕና ዘብዒ ተከዘ ድማ ይቕረ ንዞባና ነዛ ምዕራብ ትግራይ ይቕረ እሞ ንካሊእ ክንከውን ንኽእል ኢና ንኢትዮጵያ ሙሉእ ክንከውን ንኽእል ሓይሊ ሰራዊት ሃኒጽና ኢና ክብል እዩ ተዛሪቡ ነይሩ። ክቡራት ተኸታተልቲ ንሱ ጥራይ ኣይኮነን እቲ ኣብኡ ዘሎ ናይቲ ዘይሕጋዊ ምምሕዳር መራሒ ዝኾነ ድማ ቲፒኤልኤፍ ድሕሪ ሕዚ ነዛ ቦታ እዚኣ ክረግጻ ኣይኽእልን ዝብል ሓደ ዘረባ ተዛሪቡ ነይሩ። ድሕሪ ሕዚ ብመስኮት ቲቪ ደኣ እምበር ብኣካል መፅዩ ምዕራብ ትግራይ ክረግፅ ኣይኽእልን ኢሉ ፈኪሩ ነይሩ። እዚ ነገር እዚ ማዕረ ክንደየናይ ይኽይድ ሓቂ ክኸውን ድዩ ኣይኸውንን፣ ምዕራብ ትግራይ ክምለስ ድዩ ኣይምለስን ዝብል ሕዚ እውን ኣብ ቀረባ ግዜ እንሪኦ ጉዳይ ክኸውን እዩ። ግዜ ዝፈትሖ ጉዳይ ክኸውን እዩ። ክቡራት ተኸታተልቲ እቲ ፈቐድኡ ኬንዳ ዝመውት ዘሎ ህዝብና ሰኣን መድሓኒት፣ ሰኣን እኽሊ፣ ሰኣን መግቢ ዝመውት ዘሎ ህዝብና ሕዚ እውን ኣብ ቀረባ ግዜ እፎይ ዝብለሉ ግዜ ኣብ ቀረባ እዩ። ምኽንያቱ ድማ እቲ ጅግና ሰራዊቱ tdf ሒዙ ማለት እዩ ክቡራት ተኸታተልቲ። ዝኾነ ኮይኑ ኣብ ምዕራብ ትግራይ ዘሎ ምንቅስቓስ ነዚ ይመስል እቶም ኣብኡ ዘለዉ ወረርቲ ሓይልታት እውን በብግዚኡ እቶም ዘብዒ ተከዘ ዝበሃሉ ምስ መከላከያ ቅንጅት ፈጢሮም ተሰማሚዖም ዝተፈላለዩ ከባብታት ነናይ ባዕሎም ከባብታት ተመቓቒሎም ሒዞም ኣለዉ ካብዚ ከባቢ ካብዚ ከባቢ ንስኹም ካብዚ ከባቢ ካብዚ ከባቢ ንሕና ኢሎም ተመቓቒሎም ኣለዉ እዚ ድማ እንታይ እዩ ነቲ ካብ መከላ ካብ ጀጋኑ ሓይልታት ሰራዊት ትግራይ ክበፅሖም ዝኽእል መጥቃዕትታት ንምምካት ኢሎም ዝሓሰብዎ እዩ። እዚ ነገር እዚ ይሳኽዐሎም ዶ ኣይሳኽዐሎምን ዝብል ናይ ግዜ ጉዳይ ክኸውን እዩ። ሕዚ እውን ግን ምዕራብ ትግራይ ብደቃ ደሚቓ ክትረኣያ ኣብ ዝሓፀረ ግዜ ምዕራብ ትግራይ ናብ ትግራይ ተመሊሳ ደቃ ኣኪባ እትዕንግለሉ ግዜ ርሑቕ ኣይክኸውንን እዩ ክብለኩም ይደሊ ክቡራት ተኸታተልቲ፣ ሕዚ እውን ኩሉ ትኹረትና ኣብ ምዕራብ ትግራይ ኣብ ሑመራ ኣብ ወልቃይት ክኸውን ኣለዎ ክብለኩም ይደሊ ክቡራት ተኸታተልቲ፣ እዚ ሓበሬታ እዙና ኩሉ ክበፅሕ ሼር ምግባር ኣይትረስዑ ሕዚ እውን ክብለኩም ይደሊ። ክቕፅል ከለኹ ከዓ ናብቲ ናይ ቐፃሊ ሓበሬታና ሃንደበታዊ መጥቃዕቲ ኣብ ልዕሊ ብልፅግና ተኻይዱ ቐንዩ ኣሎ። እዚ መጥቃዕቲ ድማ ኣበይን ብመንን ከም ዝተኻየደ ብዝርዝር ክንሪኦ ኢና ነዚ ስዒቡ ድማ ሓይልታት ብልፅግና ሕዚ እውን ኣብ ሓይልታት ፅምዶ ማለት እውን እቶም ኣብ ፅምዶ ፈጢሮም ኣብ ሰሜን ዝምዕብል ዘሎ ዓብዪ ምንቅስቃስ ማለት እውን ኣብቲ ናይ ኤርትራ ትግራይን ፋኖን ኦላን ካልኦት ሓይልታት ሱዳንን ካልኦት ሓይልታትን ኣሳቲፉ ዝንቀሳቀስ ዘሎ ናይ ሰሜን ሓይሊ ንዕኡ ንምምካትን ንዕኡ መጥቃዕቲ ንምክያድን ዓበይቲ ምድላዋት ብብልፅግና ይግበሩ ከም ዘለዉ እዩ እቲ ዝበፀሐና ሓበሬታ ኣቃሊዑ ዘሎ። ክቡራት ተኸታተልቲ እዞም መጥቃዕትታት እዚኣቶም ብሓይልታት ፋኖ ኣብ ከባብታት ናይ ወለጋ ከባብታት ማለት እውን ኣብ ክልል ኦሮሚያ ዝተፈፀሙ መጥቃዕቲ እዮም። እዚ መጥቃዕቲ እዚ ቅድሚ ሓሙሽተ ኣርባዕተ ቅድሚ ሓሙሽተ መዓልቲ ኣቢሉ ዝተኻየደ መጥቃዕቲ እዩ። እዚ መጥቃዕቲ እዚ ወግዓዊ ብዝኾነ መልክዑ ብልፅግና ኦሮሚያ ፅምዶ ኣጥቂዒ ንክብል ከም ዝገለፆ እዩ እቲ ዝወፀ ሓበሬታ ብቢቢሲ እውን ኣቢሉ ዝወፀ ሓበሬታ ኣቃሊዑ ዝነበረ ሕዚ ድማ እቲ ሓዱሽ ዝኾነ ሓበሬታ ረኺብናዮ ዘለና ድማ እንታይ እዩ ዝብል ሓይልታት ብልፅግና ኣብ ዝሓፀረ ግዜ ንሓይልታት ፅምዶ ከጥቅዑ ምድላዋቶም ይዛዝሙ ኣለዉ ምድላዋቶም ብዝተፈላለዩ ከባብታት ሰራዊታቶም እናፀጋጒዖም ዝርከቡ ዝብል ሓበሬታ እዩ በፂሕና ዘሎ ክቡራት ተኸታተልቲ ከም ዝፍለጥ ኣብ ዝሓለፈ እቶም ሓይልታት ፅምዶ ዝበሃሉ ማለት እውን ሓይልታት ፋኖ ሓዊሱ ምስ ሓይልታት ኦላ ማለት ናይ ሓርነት ነፃነት ኦሮሞ ከምኡውን እቲ ናይ ትግራይን ኤርትራን ሱዳንን ናይ ዓፋር ሓይልታት እጉግመ ዝበሃል ሓይልታት እውን ከም ዘለዎ ዝፍለጥ እዩ ኣብዚ ቀረባ ግዜ ድማ ናይ ቤንሻንጉል ጉሙዝ ሓይልታት ከም ዝተሓወስዎም ዝዝከር እዩ ክቡራት ተኸታተልቲ ነዚ ስዒቡ እዩ ድማ ሕዚ ኣብ ከባብታት ወለጋ ልዕሊ ዓሰርተ ዝኾኑ ዕጡቓት ከም ዝቐተሉን ሓይልታት ፅምዶ ድማ ነዚ ሓላፍነት ከም ዝወስዱን እዩ እቲ ናይ ኦሮሚያ ብልፅግና ኣቃሊዑ ዘሎ ክቡራት ተኸታተልቲ እዚ እንታይ እዩ ብክልተ ዓይነት ዓይኒ ክንሪኦ ንኽእል ኢና ክቡራት ተኸታተልቲ እቲ ሓደ እንታይ እዩ ክሳራ ናይ ብልፅግና ዝምልከት እዩ ብልፅግና ሕዚ እውን ብዝተፈላለዩ ከባብታት እቲ ዘለዎ ነዃል ክሽፍን ኣይከኣለን ዘሎ ክቡራት ተኸታተልቲ እዚ ነዃል እዚ በብሰዓቱ እናገፍሐ እናገፍሐ እናኸደ ብልፅግና ድማ ሕዚ እውን እቲ ዘለዎ ፖለቲካዊ ክሳራ ኮነ እቲ ብዙሓት ክሳራታት እናተኣናገደ ዝኸደሉ ዘሎ እዋን ኮይኑ ኣሎ። ብኻልኣይ ገፅ ድማ እቲ ናይ ሓይልታት ፅምዶ ምንቅስቓሳት ዓበይቲ ዓወታት ኣብ ምሕፋስ በፂሑ ከምዘሎን ዓበይቲ ዝበሃሉ ውጡናት ተገይሮም ድሕሪ እቲ ውጡን እዙይ ድማ ዓበይቲ ዓወታት ዓበይቲ ምንቅስቓሳት ይረኣዩ ከምዘለውን ኣብ ልዕሊ ፀላኢ ድማ ሕዚ እውን ሕማም ርእሲ ነቐርሳ ኮይኑዎም ከምዘሎን ዘርኢ ምንቅስቓስ ካልኣይ ምንቅስቓስ እዩ ኢልና ክንገልፆ ንኽእል ኢና። ክቡራት ተኸታተልቲ እዚ ከምዚ ኢሉ እናሃለወ ድማ ሕዚ እቶም ሓይልታት ብልፅግና ብዝተፈላለዩ ከባብታት ነቶም ሓይልታት ፅምዶ ኢሎም ዝገለፅዎም ማለት እውን ካብ ኦላ ጀሚሩ ክሳብቶም ናይ ጉሙዝ ሓይልታት ክሳብ ፋኖ ቲዲኤፍ ሓይልታት ናይ ኤርትራ ሓይልታት ከምኡ እውን ናይ ሱዳን ሓይልታት ብዝተፈላለዩ ከባብታት ብዝተፈላለዩ ናይ ቴክኖሎጂ ስራሕትታት ከጥቅዑ ይምክሩ ኣለዉ እዚ እንታይ እዩ በቲ ናይ ብልፅግና ዝምክሐለን ናይ ድሮናት ቴክኖሎጂ ብኡ ኣቢሉ ዓበይቲ መጥቃዕታት ኣብ ክልል ኣምሓራ ይካየደ ኣሎ ከምኡ እውን ኣብ ትግራይ ንምክያድ ድማ ዓበይቲ ናይ ድሮን ዳህሳሳት እናተኻየደ ከም ዘሎ እዩ እቲ ዝወፅእ ዘሎ ሓበሬታ ኣመላኺቱ ዘሎ ማለት እዩ ክብራት ተኸታተልቲ ነዚ ስዒቡ ድማ ሕዚ እውን ኩሉ ህዝብና ጥንቃቐ ክገብር ከም ዘለዎ እቲ ሓበሬታ ዘይብሉ ማሕበረሰብና ሓበሬታ ንክበፅሖ ሼር ክትገብሩ ከም ዘለኩም ክሓተኩም ይደሊ ክብራት ተኸታተልቲ በዚ ኣጋጣሚ እዚ ናብቲ ናይ ቀፃሊ ሓበሬታና ከሕልፈኩም ከለኹ ከዓ ዓወታት ሰራዊት ሱዳን ዝምልከት ሓደሽቲ ሓበሬታታት ረኺብና ኣለና። በዚ መሰረት ድማ ካብ ክልል ኮርዶፋንን ዝተፈላለዩ ከባቢታት ብሉ ናይልን ጀሚሩ ክሳብ ዶባት ጫድ ዝተዘርገሐ ኩናት ኣሎ። ሰራዊት መንግስቲ ሱዳን ድማ ዓበይቲ ዝበሃሉ ዓወታት፣ ዓበይቲ ዝበሃሉ ስትራቴጂካውያን ቦታታት ይቆፃፀር ከም ዘሎ እዩ እቲ ዝበፅሐና ሓበሬታ ዘመላኽት ዘሎ። ክቡራት ተኸታተልቲ ከም ዝፍለጥ እቲ ንኣርኤስኤፍ ብምሕጋዝ ዋና ቀንደኛ መሓዛ ከም ዝኾነት ዝንገረላ ኢትዮጵያ ከምኡ እውን እታ ዓባይ ሓለቐ እንተባሂላ ትፍለጥ ኢማራት ዓረብ ኣብዚ ሰዓት እዚ ዓብዪ ዝበሃል ክሳራ ዝበፅሐን ዘሎ ይመስል ሰራዊት ሱዳን ካብቲ ዝነበርዎ ናይ ሽንፈት መንገዲ ተበጊሶም ሕዚ ዳርጋ ብዙሓት ከባብታት ናይ ኣርኤስኤፍ ተቆፃፂርዎም ዝነበረ ከባብታት ሕዚ ነፃ ከውፅኦም ክኢሎም ኣለዉ ንሱ ነፃ ጥራይ ምውፃእ ኣይኮነን ሓይልታት ኣርኤስኤፍ በብእዋኑ እናተደምሰሱ እናተሓምሸሹ እናተበታተኑ ይኸዱ ከም ዘለዉን በብኸ- በብግዚኡ ድማ ከም ዝፍለጥ ልዕሊ ሰለስተ ዓበይቲ መራሕቲ ናይ ኣርኤስኤፍ ናብ ሓይልታት ሱዳን ከም ዝኣተው ነጊርናኩም ነርና። እዞም ጀነራላት እዚኣቶም ድማ ኣብ ልዕሊ ኣርኤስኤፍ ዝኸዶ ዘሎ ዝኸዶ ዝነበረ ኣካያይዳን ወታደራዊ ስትራቴጂን ዓብዪ ዝበሃል ክሳራ ከም ዘዕረፉን ነዚ ስዒቡ ድማ ኣብ ልዕሊ ኣርኤስኤፍ ዓበይቲ ዝበሃሉ ወታደራውያን ሽንፈታት ከም ዝበጽሕዎ እዩ ዝንገር ዘሎ። ክቡራት ተኸታተልቲ ነዚ ስዒቡ እዩ ከዓ ሕዚ ሓይልታት ሰራዊት ሱዳን ኣብ ብዙሓት ከባብታት ዓበይቲ ስትራቴጂካውያን ዓወታት ካብ ዶብ ናይ ኢትዮጵያ ካብ ከባብታት ብሉ ናይል ጀሚሩ ክሳብቲ ናይ ጫድ ዝበሃል ሃገር ዘሎ መዳዊ ከባብታት ዓበይቲ ሙሉእ ዝተዘርግሐ ኩናት እናካየዱ ከም ዝርከቡን ዓበይቲ ዓወታት ድማ ኣብዚ ከባቢ ከም ዝሓፈሱን ዝተፈላለዩ ስትራቴጂካውያን ዝበሃሉ ከተማታትን ቦታታትን ከም ዝተቆጻጸሩን ንቀጻሊ ዓወታት ድማ ተዘጋጅዮም ከም ዘለውን እዩ እቲ ዝበጽሕ ዘሎ ሓበሬታ ዘመላኽት ዘሎ ሓይልታት RSF ድማ ብዝተፈላለዩ ከባብታት ብፍላይ ድማ ኣብ ብሉ ናይል ዝበፅሖም ሽንፈት ክፃወሩ ብዘይምኽኣሎም ናብ ናይ ቤንሻንጉል ጉሙዝ ከባብታት ከም ዝኣተው እዩ ዝንገር ዘሎ። ተበታቲኖም ናብቲ ናይ ኢትዮጵያ ክልል ናይ ቤንሻንጉል ጉሙዝ ከም ዝኣተውን ሓይልታት ኢትዮጵያ ድማ ነዚኣቶም ስሩዕ ሓገዝ ንምሃብ ናብቲ ከባብታት ሓይልታቶም ከም ዘፀግዑን እዩ እቲ ዝወፀ ሓበሬታ ዝበፅሐና ሓበሬታ ኣቃሊዑ ዘሎ ክቡራት ተኸታተልቲ። ነዚ ስዒቡ ድማ ሓይልታት ሰራዊት ሱዳን ሕዚ እውን ዓወቶም ብምቕፃል ዝተፈላለዩ ናይ ድሮንን ካልኦት ናይ ሚጋትን ሓይልታቶም ብምስምራው ኣብ ዝተፈላለዩ ከባብታት ናይ ኣርኤስኤፍ ቤዝ ናይ ጦር ቤዝ ዘለዎም ከባብታት ዓበይቲ ናይ ነፈርቲ መጥቃዕቲ እናካየዱ እዮም ዝርከቡ ሰዓት እዚ ከም ዝፍለጥ እውን ናይ ኢትዮጵያን ናይ ኣርኤስኤፍን ድሮናት ብርክት ዝበላ ድሮናት ኣብ ዝሓለፈ ሰሙን ብቻ ልዕሊ ሓሙሽተ ድሮናት ከም ዝወደቓ እዩ እናተነገረ ጸኒሑ። ነዚ ነዛረበኩም ዘለና ብማስረጃ ብቪድዮ ዝተቐድሐ ማስረጃ ሒዝና ኢና ክቡራት ተኸታተልትና። ሕዚ እውን እቶም ሓይልታት ሰራዊት ሱዳን ዓበይቲ ዝበሃሉ ዓወታት የመዝግቡ ከም ዘለውን እዚ ድማ ንኣርኤስኤፍን ንብልጽግናን ዓብዪ ሽንፈት ከም ዝኾነ እዩ እቲ ዝወፅእ ሓበሬታ ዘመላኽት ዘሎ። እቶም ሓይልታት ሰራዊት ሱዳን ድማ ሕዚ እውን ብዓወት እናገስገሱ ከም ዝርከቡን ኣብ ዝሓፀረ ግዜ ድማ ካልኦት ስትራቴጂካውያን ቦታታት ንምሓዝ ዓብዪ ርብርብ ይገብሩ ከም ዘለዉን እዩ እቲ ዝበፅሐና ሓበሬታ ኣቃሊዑ ዘሎ ክቡራት ተኸታተልቲ እሞ እውን ሎማዕንቲ ናብራ ንምድላው ኣብዚ ሰዚመ ኣለኹ እዚ ምድላው እንተፈቲኹሞ ሼር ላይክ ሳብስክራይብ ምግባር ኣይትረስዑ ናብ ህዝብና ናብ ኩሉ ክበፅሕ ህዝብና ኢንፎርምድ ንክኸውን ድማ ሼር ምግባርኩም ኣይትረስዑ ክብለኩም ይደሊ በዚ ኣጋጣሚ እንተ ኣነ ግን ዛዚመ ኣለኹ ሰላም